ዝሓለፈ ክልተ ሰንበት ሓውና ፓስተር ብዛዕባ ሓንቲ ኣርእስቲ ሰቢሩ ሕጂ ምዕብል ዝበለት ቃል ተጠቂሙ ማለት እዩ ኪሪዮስ ኢልና ማለት ሲ እቲ ናይ እግዚኣብሔር ህላውነት እ፣ ብ- ብ- ብምዱቕ ግዜኡ ኣምላኽ ባዕሉ ኣብቲ ዘድሊ ግዜ ክርከብ ከሎስ ንሱ እንታይ ኢልዎ ሲ

ኣብ ህይወት ክርስትና ይኹን ኣብ ጉዕዞ ህይወት ከም ዝረኣናዮ መጽሓፍ ቅዱስ እውን ከም ዝምህረና ወይ ድማ ኣብ ግሊ ህይወትና ዝተላመድናዮ እግዚኣብሔር ክብሩ ህላውነቱ ክገልጽ ከሎ ናይ ብዙሓት ሕቶ ክምለስ ከሎ ርኢና ኣለና ናይ ብዙሓት ሕንቅል ሕንቅሊተይ ማእሰርትታትን ክፍታሕ ሰንሰለታት ክብተኽ ኣርዑት ክስበር ጾር ክወድቕ ሕሙም ክፍወስ ብዙሕ ነገራትን ርኢና ኣለና ተራእዩ ግን ኣይተወደን ኣምላክ ህያው ስለ ዝኮነ ሕጂ ውን ኣብ ማእከልና እዚ ኣምላክ እዚ ዝገብር ኣምላክ እዩ ስለዚ ጽውጽዋይ ዝኮነ ነገር ሕንቅልሒቅሊተይ ዝኮነ ነገር ዝተሓራረፈ ነገራት ዘበለ ኩሉ ካብ ዓቅምና ንላዕሊ ዝኮነ ዘበለ ኩሉ ኣምላክ ኣብ ህላውነቱ ክገልጽ ከሎ ነገራት ኩሉ ይፈታታሕ እዩ ኣሜን ስለዚ ንናይ ህላውነት ኣምላኽ ነቲ ኪርዮስ ንዑ ምፅባይ ናይ ግድን ይኸድልየና ማለት እዩ ኣብ መፅሓፍ ቅዱስ ብዝተፈላለየ ዓይነት ንእግዚኣብሔር ምስ ተረኽበ ነገራት ዝተፈትሓሎም ብዙሓት ሰባት ኣለዉ። ገሊኦም ንኣምላኽ እናተጸባበይዎ ከለዉ፣ ገሊኦም ድማ ሃንደበት እግረ መገዶም ዝተራኸብዎ ሰባት ኣለዉ። ገሊኦም ከኣ ዘይሓሰብዎ ኣብ ህይወቶም ፈጺሙ ኣምላኽ ክረኽበና እዩ ኢሎም ሓሲቦምዎ ዘይፈልጡ ሰባት ንዓታቶም ድማ ህላውነቶም ብምግላጽ ከኣ ነገራቶም ክፍትሓ ከለዉ ርኢና ኣለና።

ስለዚ ኣብ ህይወተይ ናብ ህይወትኩምን ብዝተፈላለየ መገዲ ክንሓልፍ ከለና ኣምላኽ ኣብ ገለ ነገር ንዒንትና ዕዳ ተኸፊቱ ኣምላኽ ኣብ ህላውነቱ ክርከብ ከሎ ገለ ነገር እግዚኣብሄር ይገብር ኣብ ህይወትና ይፈለጠና ኣይፈለጠና ኤፊ ሓወይ እንታይ ኢሉ ዓሰርተ ሰባት ለምጻማት ተፈዊሶም እቲኣቶምሲ ከም ተፈወሱ ከይረኣዩ ዋላ ገለ ነገር ሓደ ነገር ተፈሊጥዎ ኣመስግኑ ናይ ብዙሓት ነገር ናይ ብዙሓት ለምጺ ኣብዚ ተኣኪብና ብዙሕ ነገር ንኣምላኽ ክብሪ ሂብና ናይ ነገራትና ነገራት ተፈቲሑ ከሎ ከምዘይ ተፈትሐ ንኸይድ ሰባት ኣለና ናይ ርድኢት ጉዳይ ማለት እዩ ኣምላኽ ኣብ ማእኸልና ክርከብ ከሎ ግን ናይ ነፍሲ ወከፍና ነገር ተንኪፍ ይትንክፎ እዩ ኣብ መጽሓፍ ቅዱስ ሓደ ግዜ ኣብርሃም ኣብ ምዕራፍ ዓሰርተ ሸሞንተ ምዕራፍ ዘፍጥረት ድሕር ድኣ ርኢናዮ ወይ ክንጅምር ክጅምር ከሎ ናይ ኣብርሃም ጻውዒት ምዕራፍ ዓሰርተ ሓደ ምዕራፍ ዓሰርተ ክልተ ክጅምር ከሎ ኣብርሃም ክጽዋዕ ከሎ እግዚኣብሄር ንኣብርሃም እንታይ ኢልዎ ሰንጥቃት ዓሰርተው ክልተ ተሐዳሪና እያ ናይ ዓሰርተው ሓደ ምዕራፍ መቐፀልታ ስለ ዝኾነት እግዚኣብሔር ድማ ንኣብርሃም በሎ ኣብርሃም በሎ ካብ ምድርኻን ካብ ኣዝማድካን ካብ እንዳ ኣቦኻን ኣነ ናብ ዘርእየካ ምድር ኣቢልካ ውፃእ ኢሉ ንዓብዪ ህዝቢ ኽገብረካ እየ፣ ሓደ። ንስምካውን ከዕብዮ፣ ኽልተ። ንበረኸት ድማ ኽትከውን፣ ሰለስተ። ንዝባረኹኻ ኽባርኾም፣ ኣርባዕተ። ንዝረግመካ ድማ ኽረግሞ፣ ሓሙሽተ። ዓሌታት ኵላ ምድሪ ብዘርእኻ ኽባረኹ እዮም፣ ኢሉ ሓሙሽተ ወይ ሽዱሽተ ዝኸውን ናይ በረኸት ቃላት ተዛሪብዎም። እግዚኣብሄር ንኣብርሃም ግን ሰለስተ ነገር እዩ ኣዚዝዎ። እዘን ሰለስተ ኸኣ እንታይ እየን ዝብላ? ሓንቲ ካብ ኣቦ ካብ ምድርኻን ካብ ኣዝማድካን ካብ እንዳ ኣቦኻን ኣነ ናብ ዘርእየካ ምድሪ ኣቢልካ ውጻእ ካብ ምድርኻን ካብ ኣዝማድካን ካብ እንዳ ኣቦኻን ኣነ ናብ ዘርእየካ ምድሪ ኣቢልካ ውጻእ ደሓር ኢሉ ኣነ ኢሉ ዝተን ተስፋታት ወይ ከኣ እተን በረኻታት ክዛረበን ከሎ ንርኢ ማለት እዩ ኣብርሃም ክገብሮ ዝነበሮ ሓደ ስጉምቲ ወስ ጥራይ ማለት እዩ እተን እግዚኣብሄር ዝበሎ ካብ ምድሩን ካብ እንዳ ኣዝማዱን ካብ እንዳ ኣቦኡን ክወጽእ እቲ ናይ እምነት ስጉምቲ ዝወሰደ ኣብርሃም፣ ኣብዚ ጉዕዞ እዚ ድሕር ደኣ ርኢናዮ፣ ነዊሕ ተጓዒዙ፣ ነዊሕ ምዕራፋት ተጓዒዙ፣ ኣብዘን ምዕራፋት እዚኣተን ዝተጓዓዘን እተን እተን ሓሙሽተ ወይ እተን ሽዱሽተ ቅድሚታን መወዳእታ ዘላ ንዘረኻ ብዘረኻኻ ዝበሎ ድማ ቅድሜን ዘለዋ በረኻታት ብምሉኣተን ሓደ ብሓደ ኣብ ተግባር ተራእየን ማለት እዩ ኩለን ተገይረን ሓንቲ ነገር ግን ደንጉያ ንሳ ኸኣ ኣብ ምዕራፍ ዓሰርተ ሸሞንተ ተፈጺማ። እዘን ኩለን ምዕራፋት ክኸይድ ከሎ ግና ኣብርሃም እተን ዝሃቦ ተስፋታት ኣብርሃም ከም ቃሉ ከምቲ እግዚኣብሄር ዝበሎ ስጉምትታት ወሲዱ። ካበይ ናበይ ከይዱ? ካብ ምድሩ ኣልጊሱ፣ ካብ እንዳ ኣቦኡ ኣልጊሱ፣ ካብ እንዳ ኣዝማዱ ኩሉ ተዓልዩ ማለት እዩ። ስለዚ እግዚኣብሄር መጀመርታ ናብቲ ሰማያዊ ዝኾነ ጻውዒት ክጽውዓና ከሎ ናይ ምድራዊ ነገር ክንሓድግ እዩ እግዚኣብሄር ዝደልየና። እቲ ሰማያዊ በረኸት ክንባረኽ እንተድኣ ኾይና፣ እዚ ናይ ሰማያዊ በረኸት በረኸታት እንዳተባረኽና ክንጓዓዝ እንተድኣ ኾይኑ፣ ኣብዚ ምድሪ ናይ ምድራዊ ነገር ዘበለ ኩሉ ክንወጽእ እሞኒ ሰማያዊ ሓሳብ ክንሓስብ እግዚኣብሄር ይደሊ። ምኽንያቱ እግዚኣብሄር መንግስቱ ብኣይን ብኣኻትኩምን ክትግበር ስለ ዝደሊ፣ ሓሳብና ከኣ ሰማያዊ ክኸውን ስለ ዝደሊ እንታይ ይብል፣ ካብዚ ናይ ምድራዊ ነገር ኣተሓሳስባ እንታይ ግበሩ ውጹን ተፈለዩን ይብል ማለት እዩ። ኣብርሃም ንመሬቱን ኣዝማዱን ዓሌቱን ገዲፉ ክወጽእ ከሎ ኣዝዩ ኣሸጋሪ ነገር እዩ። ምኽንያቱ ኣብርሃም ጸሓይን ወርሒን ዘምልኽ ዝነበረ ናይ ጣኦት ኣምልኾ ዘምልኽ ዝነበረ ሰብ እዩ። ሕጂ ኣምልኹኡ ክሓድግ ኣለዎ፣ ቤተሰቡ ክሓድግ ኣለዎ፣ ነገራቱ ኩሉ ክሓድግ ኣለዎ። ሰባት ሎሚ ኣብ ብዙሕ ዘሸግር ነገር ኣሎ ሕርድኣ ኮይኑ ናይ ምድራዊ ነገር ምሕዳግ የሸግረና።

ንሕና ተባሪኽና ንኻልኦት ከኣ ንባረኸት ክንከውን ድሕር ደኣ ኣተሓሳስባና ጸቢቡ ናይ ምድራዊ ኣተሓሳስባ ድሕር ደኣ ጸቢቡ ናይ ኣዝማድና ኣተሓሳስባ ድሕር ደኣ ደይወጻና ካብ ናይ ዓሌትና ድሕር ደኣ ምውጻእ ድሕር ደኣ ስኢንና ካብ ናይ ስጋዊ ነገር ምውጻእ ድሕር ደኣ ስኢንና ኣምላኽ ነቲ ክንባርኾ ክንባርኾ ዝሓሰበና ነገራት ንዕኡ ከኣ ይጸብብ ክንሰግሮ ከኣ ኣይንክእል ማለት እዩ። ስለዚ ኣብርሃም እንታይ ገይሩ? ስጉምትታት ወሲዱ ነዘን ኩለን በረኻታት ከምቲ እግዚኣብሄር ዝበሎ። ብዙሓት ሰባት ሎሚ ካብቲ ካብ ካብ ሃይሞኖታዊ ስርዓት ምውጻእ ዝስእኑ ብዙሓት፣ ወንጌል ተረዲእዎም ምውጻእ ዝስእኑ ብዙሓት እዮም። ከመይ ድሕር ኢልና ናይ ኣቦታት ልምዲ፣ ናይ ኣቦታት ስርዓት፣ ናይ ኣቦታትና ዝበሃል ነገራት ኣጨቢጡ ከምዚ ገይሩ ይሕዞም እሞኒ ምውጻእ ይስእኑ። ከመይ ገይሩ? ሃይማኖታት ናይ ኣቦይ ከኒ፣ ሃይማኖታት ናይ ኣደይ ከኒ፣ ናይ ዓደይ ከ፣ ናይ ገለ ከ። ኣምላኽ ግን ካልእ ነገር እዩ ኣዳልዩ ዘሎ። ኣምላኽ። ሃይማኖት ኣይኮነን ኣምላኽ ሂወት እዩ መንግስቲ እዩ ኣዳልዩ ዘሎ እግዚኣብሔር ናብታ መንግስቲ እቲኣ ክንኣቱ እዩ እግዚኣብሔር ድልዩና ዘሎ ስለዚ ሃይማኖትና መንግስቲ ኣምላኽ ከውርሰና ኣይክእልን እዩ ዓሌትና መንግስቲ ኣምላኽ ከውርሰና ኣይክእልን እዩ ምድራዊ ኣተሓሳስባና መንግስቲ ኣምላኽ ከውርሰና ኣይክእልን እዩ ናይ ሰማይ ኣተሓሳስባ ድሕር ዳሓሪስና ግን ንሱ ግን መንግስቲ ኣምላኽ ከእትወና ይኽእል እዩ ነቲ ኣምላኽ ድሓሰቦ ሓሳብ ነቲ ኣምላኽ ዝደለዮ ብኣና ከኣ ክንወርሶ ድሕር ዳኾና ካብዚ ናይ ምድራዊ ኣተሓሳስባ ክንወጽእ እሞኒ ክንሰግር ምክንያቱ ነፍስኹም ኣብ ኣምላኽ እንታይ ኮይና ኣላ ተሰዊራ ኣላ እሞ ስለዚ ነዚ ናይ ምድሪ ነገራት እንታይ ግበሩ ሓሳብኩም ኣውድቅዎ ድርብይዎ ንዑ ቅተልዎ ኢሉና ማለት እዩ ሰማያዊ ሓሳብ ናይ መንግስቲ ኣምላኽ ሓሳብ ክንሓስብ ይደልየና ማለት እዩ ስለዚ ኣብርሃም ካብዚ ነገር እዚ ወፅዩ ንኣምላኽ ኣሚንዎ ስጉምቲ ወሲዱ ስለዚ ስጉምቲ ክንወስድ ከለና ኣምላኽ ኣብዚ ስጉምትና ከዓ ምሳና ከዓ ይጓዓዝ ማለት እዩ ኮፍ ተልና ከዓ ንኮፍ እያ በቃ

ሳራይ ከኣ መኻን ነበረት፣ እሞ ወልደ ነበራን። እታ ታራ ድማ ንኣብርሃምን ወዱን ሎጥ ወዲ ሃራን ወዲ ወዱ ንሳራይ ካብ ሰበይቱ ወዱ ሰበይቲ ኣብርሃም ወዱ ወሰደ። ካብ ኡር ናይ ከለዳውያን ናብ ምድሪ ከነኣን ኪኸዱ ብሓደ ወጹ፣ ናብ ከራን ምስ መጹ ኣብኣ ተቐመጡ ይብል። ስለዚ እግዚኣብሄር ናብ ከነኣን ክወጽእ ንኣብርሃም ጸዊዕዎ ኣሎ ኣብዚ ኣብ ሜሶጶጣምያ እዩ ተጸዊዑ ስለ ዝኾነ ኣብ ምዕራፍ ዓሰርተ ክልተ መቐጸልታ ናቱ እዩ ዘሎ ኣብኡ ግን ሓደ ግዜ ግን ነዊሕ ግዜ ግን ኣብኡ ወሲዱ ማለት እዩ። ስለዚ ብዙሕ ግዜ ወሲዱሉ ኣሎ ማለት እዩ። ጠጠው ክብል ኣይነበሮን ክወጽእ ነይርዎ። ብዝኾነ ግን ስጉምቲ ክንወስድ ከለና ግን እግዚኣብሄር ከኣ ስጉምቲ ይወስድ። ሕጂ እውን እግዚኣብሄር ከምቲ ጠጠው ኢልናዮ ዘለና ስጉምቲ ድሕሪ ደኣ ወሲድና እግዚኣብሄር ምሳና ክጓዓዝ እዩ። ስለዚ ጠጠው ኣይትበል ናብ ቅድሚት ገጽና ንኺድ ንቕድሚት ገጽና ንድፋእ። ከመይ ከምዚ ሓውና ፓስተር ዝበሎሲ፣ እቲ ናይ ጸሎት ህይወትና ኣብ ብማሕበር ደረጃ እንዳዓበየ እንተድኣ ከይዱስ ነገራትናስ እንዳዓበየ እዩ ዝኸይድ፣ ለውጢ እንዳምጽኤ እዩ ዝኸይድ፣ ኣምልኾና እንዳተለወጠ እዩ ይኸይድ፣ ርድኢት ኣብ እግዚኣብሄር ዘለና እንዳዓበየ ይኸይድ፣ ኣብ ናይ ሓድሕድና ዘሎ ምትሕቑቛፍ እንዳዓበየ ይኸይድ፣ ንመንግስቲ ኣምላኽ ንምስፋሕ ከኣ ኣዝዩ ዝዓበየ ነገራት ከኣ ክህልወና ይኽእል እዩ ማለት እዩ። ስለዚ ኣብርሃም። እተን በረኻታት ብሙሉኤን ተባሪኽወን። እግዚኣብሄር ክጽውዖ ከሎ ከምቲ ዘገርም እቲ ምዕራፍ ብምሉኡ ድሕሪ ድኣ ርኢናዮ ምዕራፍ ዓሰርተ ሓደ ድኣ ርኢናዮ ሰባት እንታይ ጌሮም ይብለና ንሰማይ ዝጥምቁ እንታይ ግምቢ ንስራሕ ተባሂሎም እግዚኣብሄር ሰባት ንላዕሊ ክድይቡ ከለዉ እግዚኣብሄር ከኣ ንታሕቲ ወሪዱ ነገራት ነቲ ናብ ልዕል ዘብል ነገራት ንዕኡ ከፍርስ እግዚኣብሔር ከኣ ወሪዱ ማለት እዩ ስለዚ ንዕኡ ፋሕፋሕ ንዘበሎ ካብ ዝተደባለቀ ህዝቢ ካብ ፋሕፋሕ ዝበለ ህዝቢ ኣምላኽ ንኣብርሃም ሓርይዎ ኩላቶም ወለደ ወለደ ወለደ ወለደ ኹስተ ወለደ ኹስተ ወለደ እንዳተባህለ ኸሎ ኣብ ኣብ ኣብ ኣብ ዘመን ናይ ደቂ ሰባትሲ ዘገርም ነገር ኮይኑ ኣብርሃምሲ ኣይወለዱን ዶንግ ዮንግ እዋ ተባሂሉ ዓቢ ሕቶ ፈጢሩ ማለት እዩ ሎሚ ነዊሕ ዘይወለደ ክወልድ ከሎ ተኣምራት ይበሃል ኣብቲ ዘመን እዚ ግና ሓድሽ በቃ ንመጀመርታ ግዜ ዝኾነ ነገር ግን ንሱ እዩ ኮይኑ እሞ እግዚኣብሔር ከኣ ንዕኡ ጸዊዕዎ ዝገርመኩም ከመይ ድሕር ደኣ እናሲ ከም ሰብ ኣይኮነን ንሕና ሰብ ኣብታይ ንሓስብ ኣብ ብዙሕ ነገርና ንሓስብ ገለ ነገር ፍረ ዘለዎ ከምዚ ዝተገብረ ከም ዝተገብረ ኣምላኽ ግን በቃ ብእኡ ዝብካሕ ኣምላኽ ስለ ዝኾነ ብገዛእ ርእሱ ዝብካሕ ኣምላኽ ዝኾነ ነቲ ዘይከኣል ዘ ነገራት ዘኽእል ኣምላኽ ስለ ዝኾነ ምኽንያቱ ኣብቲ ሽግሩ ኣብቲ ዘይብሉ ነገር ኣብኡ ኣትዩ ነገራቱ ክፈትሓሉ ስለ ዝኽእል እግዚኣብሔር ኣትዩ ንዕኡ መሪጽዎ ስለዚ ኣብርሃም ከዓ ኣሚንዎ ነበረ ጎይታ ከዓ ወፂኡ ማለት ኣነ ክባርኸካ እየ ኢሉ ኣነ ከምዚ ሓካ እየ ኢሉ ኣነ ከምዚ ክገብረልካ እየ ዘርታት ምድሪ በኣ ብምልእ ናዓ እንታይ ኮኑ እዮም በኣ እንታይ ኮኑ እዮም ክባረኹ እዮም ኢሉ ዝገርም እኳ እዩ

ኣይኮነን ድዩ ስለዚ ኣብርሃም ኢልዎ እግዚኣብሔር ኣነ ንሽምከታ ክገብሮ እየ ከዕርቦ እየ ክጽውዖ እየ እስከ ነብርሃም ዝፈልጦ መን ኣሎ ንገሩኒ መን ፈለጥ ትፈልጥዎ ንብርሃም ኣይንፈልጥን ኣብዚ ጋር ንፈልጦ ግን ተሪኢኹምዎ ስኒ ኣስላም ኢብራሂም ኣቦና ንብሎ እ ንሓደ ንሓደ ኣይሁዳዊ መጽሓ ከዓኒ ኣብርሃም ኣቦይ ድሕሪ ልቀተ ንልክዕ ቅርጽ ትቦይ ንዓሊ ቦይ ንልክዕ

ክንደይ ደስ ዘብል እግዚኣብሔር ሽምካ ከዕብየልካ ባዕልካ ካብ ትዕብዮ ሽምካ እግዚኣብሔር ከዕብየልካ ኣዝዩ ሰናይ ነገር እዩ ስለዚ ኢሉ በቃ ሽሙ ከኣ ተፈሊጡ ኣብዚ ዙርያ ኣብርሃም ኣብርሃም ሓያል ተዋጋኢ ገለ ነገር ምስ ተማረኾ ከይዱ ሰራዊት ሒዙ ከይዱ ተረረረረረረር ኣቢልካስ ምርኽ ምርኽ ምርኽ ምርኽ ዘብል ጅግና መን ከም ኣብርሃም ኣቢልዋ መን ኣቢልዎም እግዚኣብሔር ሽሙ ዒብሉ ከይዱ ከይዱ ምናልባት ይመጽእ ስለዚ በቃ ናይ ሳራ ነገር ኮይኑ ናተይ ነገር ተወዲኡ ስለዚ ንስካ እቶ ኣብዚ ዘሎ እሞ እግዚኣብሄር ከኣ ኣብ ሓደ ምዕራፍ ምዕራፍ ዓሰርተ ሓሙሽተ ኣወታ ኢልዎ ኣሎ ንዘርካ ከምዚ ባርኮ እየ ክትወልድ ኢካ ከምዚ ኢልዎ ግን ካብ ሳራ ኢካ ትወልድ ትብል ግን ኣብኣ ስለ ዘይነበራ ንኣጋር ቅርብ መሰል በሎ ትስጣት ዘታይም ኢሉ ወሲድዋ ንዓ ኣይኮነትን መዓልቲ መጽያ ምዕራፍ ዓሰርተ ሸሞንተ ኣብኡ ክንመጽእ ከለና

እተያ ምዕራፍ ዓሰርተ ሸሞንተ ንሱ ብ ናህሪ ምድሪ ኣብ ኣፍ ደገ እቲ ድንኳን ተቐሚጡ ከሎ እግዚኣብሄር ኣብ ድዋታት መምሬ ተገልጸሉ ትብል። ኣብ ቋንቋ ኢንግሊሽ እንታይ ትብል ሲ ናው ዘ ሎርድ ኬም ቱ ሂም ባይ ዘ ሆሊ Tree of Mamre ማለት ኣብቲ ቅዱስ ኣእዋም እቲ ድዋታት መምሬ ዝምስሊ ኣእዋም እዮም ማለት እዩ ኣብኣቶም እዩ ተቐሚጡ ነይሩ በምሓርኛ ድማ በቀትርም ጊዜ እርሱ በድንኳኑ ደጃፍ ተቀምጦ ሳለ እግዚኣብሔር በመምሬ የኣድባር ዛፍ ተገለጠለት ይብሎ ማለት እዩ ስለዚ ኣእዋም እየን ነይረን እቲ ድዋታት ይብሎ ዘሎ ኣእዋም እዩ ኣብኡ ተቐሚጡ ከሎ ይብለና ቃል እግዚኣብሔር እግዚኣብሔር ኣብ ድዋታት መምሬ ተገበርሉ ተገልጸሉ ይብል

ምስ ረኣዮም ኣብ ኣፍደገ ድንኳን ክቕበሎም ጎየየ፣ ናብ ምድሪ ኸኣ ሰገደ። ኢሉ ጎይታይ ኣብ ቅድሚኻ ሞጎስ እንተ ረኺበስ፣ በጃኻ ንባርያኻ እንታይ ግበረኒ፣ ኣይተሕልፈኒ ኢልዎ ማለት እዩ። ስለዚ ኣምላኽ እቲ ኪርዮስ ክኸውን ከሎ፣ እቲ ህላውነቱ ክገልጽ ከሎ፣ እግዚኣብሄር ብፍተላለየ መገዲ ስለ ዝግለጸልና ኣብ ኣምልኾ ህላውነቱ ክፈስስ ከሎ እንታይ ንብል እንታይ ክንብል ኣለና ማለት እዩ።

እሞ ካብ ተረኸብካ ህላውነትካ ካብ ተገልጸስኒ ማእከል ብኣባይትኒ እቶ ኢሉ ስለዚ ኣብርሃም እንታይ ገበረ ይብለና ማለት እዩ እግዚኣብሔር ናብቲ ድንኳኑ እንታይ ገበረ ኣተወ ምስ ኣተወ ነገራት ምስ ከደ ምስ ተባላልዐ እንታይ እዩ ክኸውን ዘሎ ማለት እዩ እታ ናይ መወዳእታ ዝጽበያ ዝነበረ እታ ዝጽበያ ዝነበረ ንነዊሕ ዓመታት ተስፋ ዝገብረላ ነበረ ካብ ሽሙ ምዕባይ ንላዕሊ ካብ ብሃብቲ ምዕባይ ንላዕሊ፣ ካብ መሬት ንላዕሊ፣ ካብ ገለ ንላዕሊ ድጽበዮ ዝነበረ፣ እቲ ንበረኸት ዝኸውን ሰብ ንዕኡ ድጽበያላ ዝነበረ መዓልቲ መጽያ። ስለዚ ኣምላኽ እቲ ብኣይን ብኣኻትኩም ክገብሮ ዝደለዮ ኣብዚ ምድሪ፣ ኣብ ዘመንካ፣ ንዘ ነዚ ዘመን እዚ ነዚ ወለዶ እዚ ንበረኸት ንኽትከውን ዝተጸዋዕካ ኣምላኽ ይመጽእ፣ ኪርዮስ ይመጽእ። ትጽበዮ ዝነበርካ ብኣኻ ጌሩ እግዚኣብሔር በረኸት ነዛ ምድሪ ብኣኺ ብኣኻ ጌሩ ንሓደትና ንበረኸት ንኽንኮኖ ኣምላኽ ንጸባበዮ ዝነበርና ነገር ህላውነቱ ይገልጽ እሞ ኣብ ድንኳንና ምስ እተናዮ ኣምላኽ ከኣ ይሰርሕ ስለዚ ኣብቲ ገዛ ካብ ኩሉ ዝገርመኒ እንታይ እዩ ምስ በልዑ ምስ ሰተዩ ምስ ኣዕረፉስ እንታይ ኢልዎ ሳራ ኢላ ሃ ኣበይ ኣላ ኢልዎ ሳራ እና ኣብ ድንኳን ኣላ ኢላ እሞ ኣነ ኢሉ እምበኣር ንዓመታ ሕጂ መጽየ ዘለኹ ናይ ምንታይ እዩ ናይ ምብጻሕ ተስፋ ናይ ምሕዳስ ነቲ ዓሪጉ ዘሎ ነገራት ነቲ መትዩ ዘሎ ነገራት ነቲ ፈጺሙ ዘየሎ ዝበሃል ነገራት ንዕኡ ዘሐድሰሉ መዓልቲ ኢሎም መዓልቲ እዛ መዓልቲ እዚኣ ነገራት ዝተሓዳደሰላ መዓልቲ እያ ንዓመታ ከምዚ እዋን እዚ ግና ኣነ እቲ ፍረ ክርእዮ እየ

ዳን እንታይ ኢልዋ እሞ ከምኡ ምስ በላስ ሳራ ድማ ኣበይ ኮይና ሰሚዓ ኣብ ድንኳን ገይራ እንታይ ገቢራ ሰሚዓ ቃል እግዚኣብሔር እግዚኣብሔር ክዛረብ ከሎ ሰሚዓቶ ኣነ ዝገረመትኒ ካብ ምዕራፍ ዓሰርተ ሓደ ጀሚሩ ክሳዕ ናይ ታሪክ ናይዞም ገዛ ክሳዕ ትውዳእ እግዚኣብሔር ምስ ሳራ ተዛረበ ዝብል ቃል ዋላ ሓንቲ የላን ኣብ ሓንቲ ቃል ግን ኣላ ስሒቃ እንታይ ኮን ኣላ ትስሕቅ ምስ በላትኒ ኣይስሓቅኩን እባ ደኣ ምስ በላትኒ ስሒቅኪ እባ ደኣ

ስለዚ ኣሕዋተይ ባህ ኢልና ልዑል ምድሪ ፅቡቅ እንዳተኸደና why not መን ኢልና ኣይሱ እንዲ ግዲ ድኽነት ናብ ርእሰ ዘለና ጎይታ ባህ ኢልና ደይንነብር ኣብዚ ምድሪ እንታይ ገደሰና ድኻታት ንመስል እንታይ ገደሰና ጨ- ጨርቀ መርቂ ንኽደን ደቂ ጎይታ እኳ ኢና ጎይታ ዋ ጎይታ ተፀዋዕናዮ

That's why ኣገዳሲ እዩ እታ ሳምራዊት ሰበይቲ ኣብ ምዕራፍ ኣርባዕተ ወንጌል ዮሃንስ ናታ ሽግር ሻሪና ካብ ብዙሕ ፀገማት ዘለዋ ሰበይቲ እዚ ፀገም ክንሪኦ ከለና ሲ እሳት ብቀፅሪ ግዜ ብፋዱስ ግዜ ማይ ምውረዳ ናይ ገዛ ርእሱ ፀገም እዩ ንሱ እቲ ፀገም እዚ እንታይ ነይሩ ንሳ ኣብቲ ከተማ ካልእ ታሪክ ስለ ዝነበራ ኣብ ቅድሚ እቲ ህዝቢ ተቃሊዓ ክትከይድ ስለ ዘይትነብር ዘይትኽእል ባዕ ኣብ ሰማርያ ከኣ ብግዜ ጸሓይ ከኣ ሰብ ኣብ ገዝኡ ዓሊቡ ቤት ሌዘር ጌሩ በቃ ሻሂኡ እንዳ ሰተየ ክሳይ ዝገብረሉ እላ እምበር ማይ ዝወርደሉ ግዜ ኣይኮነን ንሳ እታ ሓንቲ ዕድላት እያ ኔራ ቀትሪ ክትወጽእ ማለት እዩ ነዛ ቀትሪ እዚኣ ድወጸትላ ካብ ሰብ ሽግር ክትፍታሕ ኣላ ኢላ ብቀትሪ ዝወረደት እሞ የሱስ ከኣ ኣብኡ ከኣ ጸኒሕዋ ኣይተጸበየቶን

ህላውነቱ ኣብኡ ምስ ኣተና ዲስካሽን ምስ መጸ ግን ኣብቲ ዲስካሽን እንድሕር ኣቲና ግና ብዙሕ ጸገማት ጸኒሑ እተን ጸገማት ጽሒፈየን ስለ ዘለኹ ንዕን ክንድወልኩም እዩ ኣሸጋሪ ነገራት ክንብሎ ንኽእል ወይ መንደቕ ክንብሎ ንኽእል ኢና ወይ ከዓ ማእሰራት ክንብሎ ንኽእል ኢና ብዙሕ ወይ ሞቕዕ ክንብሎ ንኽእል ኢና ወይ ገለ ነገራት ክንብሎ ንኽእል ኢና ግን ከምዚ ይመስል እቲ ሓደ

ኢልዎ ኣይሁድ ምስ ሳምራውያን ኣይተሓባበሩን እዮም እሞ ኢልዎ ኣይተሓባበሩን ኣይሰማምዑን እዮም ኣይተሓባበሩን እዮም ገለ በለ ነይሩ ስለዚ ኣምላኽ ነዚ ነዚ ቀጽሪ እዚ ነዚ ናይ ምትሕብባር ደይምስምማዕ ንዕኡ ከፍርሶ እንታይ ገይሩ ማለት እዩ ህላውነቱ ገሊጹ ኣምላኽ ኣብ ህላውነት ኣብ ህላውነቱ ደይምስምማዕ እንትገብር እንታይ ይገብሮ ማለት እዩ የፍርሶ ዝሰማማዕ ኣምላኽ ህላው ድሕሪ ገሊጹ

ሰማያዊ ሓሳብ ሰማይ ይኽፈተልካ እሞ በቃ ስልካ ናይ ምህላው ነገር ትሓስብ ከለኻስ እንታይ ዳኣለ ድሓስብ ነይረ ትብል ኣታ ደኣ እዚ ከምዚ ዶ ይብሃል እዩ ትብል ሓደ ሓደ ግዜ ዝተዛረብካዮ ቀደም ቆልዑት ኮና ንዛረቦ ነበርና ንገብሮ ነበርና ኣብ ናይ ክርስትና ሂወት ማለተየ ገለ ተሓ ተመሊስካ ክትሪኦ ከለኻስ እዋይ ትብል ምኽንያቱ ደይምፍላጥ ስለ ነበረ ንዕኡ ግን ጎይታ ህላውነቱ እንዳ ገለጸ መንፈሱ እንዳ ሃበና ቃሉ ብምግላጽ እንዳ ሃበ እንታይ ጌርና ንዕኡ እንታይ ጌርና ኣሊልና ማለት እዩ ኣምላኽ ይመስገን ካልእ እንታይ ኢልዋሲ እሞ ስኺ ሞኒ ሰብኣይኪ ፀውዒ ኢልዋ ሰብኣይ የብለይን ኢላቶ እዚ ሕጂ ዘለሉ ሰብኣይ እውን ናትኪ እንታይ ይገበር ኣይኮነን ኢልዋ ኣብዚ ካብ እንታይ ናይ ሓጢኣት ነገር ነይሩ ማለት እዩ ከመይ ንዓኣሲ በቃ ህይወታ ብሰብኣይ ብምቅይያር ሰብኣይ ብምምፃእ ብኸምኡ ዓይነት ገይራ ኣብ ውሽጣ ክተዕርፍ ስለ ትፍትን ዝነበረት፣ እዚ ኣይዋጻእክን ኢልዋ፣ እዚ ሓጢኣት እዩ ኢልዋ፣ በዚ ነገር እዚ ኬድኪ ስኒ ኣይክትጥዕይን ኢኺ፣ ስለዚ ነዚ ነገር እዚ እንታይ ገይርዎ? ነዚ ለማሚዳቶ ነበረት፣ ነዚ ልምዲ እዚ እንታይ ገይራ እንታይ ገይርዎ ጎይታ? ኣፍሪስዎ። ድሓር ኣዒንታ ክኸፈተላ ጀሚሩ፣ ኣታ ስኻ ነቢይ ኢኻ ኢላቶ፣ ከመይ ናይ ውሽጣ ነገር ምስ ፈለጣ ማለት እዩ።

ናይ ኣምኒ ኣምልኾ ነገር ሃይማኖት ሒዝዎ ስርዓት ስለዚ ስርዓት እንታይ እዩ ዝብል መሰልካ ከምዚኣ ጌርና ኢና ነምልኽ ከምዚኣ ጌርና ኢና ንሰግር ንሕና ከምኡ ጌርና ክንገብር ንኽእል ኢና ማለት መንፈስ እግዚኣብሄር ከም ዝመርሓና ኢና ንኸይድ ኣምልኾና ኣምላኽ ከም ዝመርሓና ንኸይድ ሕጂ እንታይ ደፍርሃካ ግን ከምዚ ኣብ ሓደ ነገር ኮለል ክንብል ከይንነብር ግን የፍርሃካ ምክንያቱ ቅድም ከምዚ ንገብር ድሕራይ ከምዚኣ ትከነሏ ድሕራይ ከምዚ ኣምልኾና ከምዚ ክኸውን የብሉን ኣምላኽ እንድሕር ደኣ ደልዩ ብስብከት ክጅምር ይኽእል እዩ። ኣምልኾ ኣብ መወዳእታ ክገብር ይኽእል እዩ። ጸሎት ገለ ኣብ መወዳእታ ክገብሮ ይኽእል ከም ድላዩ ይገብር ናይ እግዚኣብሔር መንፈስ ይቕሎ ከም ደለ ናይ ስርዓት ጥቅሳይ ኣየብልናን ግን ቸርች ስለ ዝኾንካ ግን ስርዓት ትሕልወሉ ክተውፅኣሉ ግን ኣገባብ ስለ ዘድልየና ጥራይ እዩ ማለት እዩ ስለዚ ናይ ሃይማኖት ሓፁር ነይርዋ ስለዚ ንስኻትኩም ከኣ ኢልዋ ንዘይትፈልጥዎ ኢኹም ትሰግዱ፣ ንሕና ግና ምድሓን ካብ ኣይሁድ እዩ እሞ ንንፈልጦ ኢና ንሰግድ። ኣምላኽ መንፈስ እዩ፣ እቶም ዝስግድሉ ድማ ብመንፈስን ብሓቅን ክሰግድሉ ይግብኦም። እሞ ኣቦ ከምዚ ዝበሉ ሰገድቲ እዩ ዝደሊ እሞ እቶም ናይ ሓቂ ሰገድቲ ነቦ ብመንፈስን ብሓቅን ዝሰግድሉ ሰዓት ሀ ክትመጽእ እያ ንሳ ከኣ ሕጂ እያ። ስለዚ እምነት ናብ እምነት ናብ መንፈሳዊ ነገር ከእትዋ ከሎ ንርኢ። ህላውነት እግዚኣብሄር ናብ መንፈሳዊ ነገር የእትወና፣ ናብ ሓቂ የእትወና። ናብቲ ብመንፈስ ተገሊጹ ንኣምላኽ ነምልኾ ይገብረና፣ ሓቂ ንፈልጣ፣ እታ ሓቂ ከኣ ሓራ ተውጽኣና፣ ህላውነት እግዚኣብሔር። ስለዚ እዚ ህላውነት እዚ ምስ ተገልጸ እዛ ሰበይቲ እዚኣ ነቶም ሓፊራቶም ፈሪሓቶም ካብ'ቶም ትሕበኦ ዝነበረት ሰባት ቀትሪ ምድሪ ካብ ገዝኦም ወጺኦም ዘይፈልጡ ካብ ንገዝኦም ቀትሪ ምድሪ ንደገ ውጺኦም ህላውነት እግዚኣብሔር ነቶም ለሸጉሩኻ ነቶም ተሓቢኻ ክትወጽእ መሓትያኻ ክኣቱ ዝገብሩኻ ሰባት ንዓታቶም ኬድካ ኣውጺኻ ንክርስቶስ ክተምጽኦ ይገብረ ይገብር ኣይፈልጥዎን እዮም ንሳቶም ብጸሓይ ምድሪ ታማይ ከመይ ከም ዝምስል ኣይፈልጥዋን እዮም እታ ዓይነት ሰበይቲ ክምልስ ኣይፈትዋን እዩ ግን ሂወት ምስ ተለወጠ ምስ ተተንከፈ ነገራት ምስ ተቀየረ ግን እታ ትሓፍሮም ዝነበረት ትፈርሖም ዝነበረት ግን ወጽያ ግን የሱስ ክርስቶስ ጎይታይ እዩ ክትብል ጀሚራ ንዑ ከርእየኩም ኢላቶም ኣውጽኣቶም ዓዲ ብምልእታ ኣውጽኣታ ካብ ዓዲ ብምልእታ ትሕባእ ዝነበረት ነዛ ኩላ ዓዲ ንደገ ኣውጽኣታ ንዑ ኢላቶም ራእይ ኣሎ ንዒ እነህለ ረኺበዮ ንመን መሲያ ረኺበዮ እቲ መድሓኒ መጺእልና እዩ እቲ ንዓና ከድሕነና ዝኽእል ክብጀወና ዝኽእል ካብ ሃይማኖታዊ ስርዓት ከውጽኣና ዝኽእል፣ ካብቲ ሓባእናዮ፣ ካብ ውርደት፣ ካብቲ ኣብ ጥቓ ኣይሁድ ክንቀርብ ንሓፍሮ ዝነበርና፣ ሕጂ ግን ኖእ መጺኡ በቃ ማዕረ ጌሩና፣ ሓደ ጌሩና። ክርስቶስ ሓደ ይገብር። ሓጎስካ ሓደ ይገብሮ፣ ሰላምካ ሓደ ይገብሮ፣ ንኹልኻ ሓደ ይገብረካ እግዚኣብሔር። ሃሌሉያ! ስለዚ ህላውነት ጎይታ የድልየና። ናይ እግዚኣብሔር ህላውነት ኩሉ ግዜ ክንጻበ የድልየና ኣብ ቃሉ ናይ እግዚኣብሔር ህላውነት ክንጻበ የድልየና ኣብ ኣምልኾ ናይ እግዚኣብሔር ህላውነት ክመጸና ክንጻበ የድልየና ኣብ ጸሎት ናይ እግዚኣብሔር ህላውነት የድልየና ከመይሲ ኣምላኽ ዝልውጥ ኣምላኽ ስለ ዝኾነ እንተዳ ተተኪብና እንተዳ ተተቐይሩ ነገራትና ሕዳ ተሓጺቡ ኣብ ውሽጥና ነገራት ኩሉ ጋዕገልጠም ብሙሉእ ሕዳ ተኣልዩ ደገ ኸድና ሽዑ ተብዒኻ የሱስ ክርስቶስ ጎይታ እዩ ክትብላ ክትሽገር ኣሜን ድዩ የሱስ ጎይታ እዩ

ናና ነገራተይ ተወዲኡ እያ ትብል ዘላ እሳ ተወዲኡ ክትቀበል እያ ትኸይድ ዘላ ጎይታ ከኣ በቃ ኣብ ማእከል ተረኺቡ ኣይሓሰበቶን ዝሞታ ነገር ክትጉሕፍ እያ ትኸይድ ዘላ ክትቀብር እያ ትኸይድ ዘላ ግን እዚ ኣይቅበርን ኢልዋ እዚ እንታይ ኢልዋ ኣታ ጎበዝ እዩ ማለት እዩ እ እዚ ጎበዝ እዩ ነገራትካ ጎበዝ እዩ ኣሜን፣ ኣሜን። ነገራትካ ኣይመውትን እዩ ኣይቅበርን እዩ ምክንያቱ ገና ዝሰርሖ ነገራት ስለ ዘለዎ ጎበዝ እንታይ ዝገብር ገና ጉያ ኣለዎ ሃሌሉያ። ስለዚ ክትጎይ ክትሰርሕ ክትዓቢ

ስለዚ ንእዮብ እንታይ ኢልዎ እግዚኣብሄር ምስ መጾ በቃ ሽዑ እውይ ኣነ ኢሉ በቃ ኣነ ዳኣ ብዙሕ እንዴ ተዛሪበ ኢሉ እወ ኣነ ኢሉ በቃ እወ ኣነ ኣንታ ኣነ መዓስ ጥራይ ኮይነ ካልኦት ኣዕሩኽተይ እውን ኩሎም እንዲዮም ዳኣ ብዛዕባይ ተዛሪቦም ሎሚ ሰባት ብዛዕባኻ ድለዮም ይዛረቡ የብል ምስ ኮነልካ ግን ንኣምላኽ ክብሪ ሃብ ኣሜን ኣሜን ምስ ሰለጠልካ ግን ንኣምላኽ ክብሪ ሃብ ኣሜን። ሰባት ኣብ ልዕለይ ተዛሪቦም ኢልካ በትርኻ ኣይተልዕል እንታይ ኢልካ ክትገብር ዘለኻ እ ኢድካ ኢኻ ናብ እግዚኣብሄር ተልዕል ተመስግኖ ንእግዚኣብሄር ስለቶም ምዕራብ በትሪ ዘልዓሉልካ ንዓታቶም ስለ ትጽሊ ጸልየሎም ሕጂ ተባሂሉ ኣትዩ በሎ ጸሊ ባርኮም ተባረኽ ተወዲኡ ንበረኸትካ እናኾንካ ትኸይድ ከመይዚ ኣምላኽ እንታይ ገይርልካ እዩ ኣብቲ ነገራትካ ኣትዩ ኣውፅኢልካ ነቲ የዒንተ ሰባት ከምዚ እንዲዩ ከምዚ እንዲዩ ከምዚ እንዲዩ ዝብልልካ ዝነበሩ ኣምላኽ መፍትሒ ገይሩሉ ነገራት ኣሳኺዕዎ እንዲዩ ኣሜን ሃሌሉያ ኢልካ ንኣምላኽ ክብር ትህብ ስለዚ ኣነስ ኢሉ

ደም ዛሕዛሕ ዝብላ ዝነበረት ሰበይቲ ናይዚኣ ከኣ ወረ የሱስ እንታይ ገበረት ሰምዐት ሰሚዕኻ ከ ናብቲ ህላውነት ኣምላኽ ምኻድ ከኣ ኣሎ ኣታ እዞም ጴንጠ ገለ ይግበር ኣሎ ይበሃል ኣብኡ ምሕዋይ ኣሎ ኣብኡ ገለ ኣሎ ተኣምራት ኣሎ ህይወት ይልወጥ ኣነ ክገርመኩም ካብ ሕማም ምሕዋይ ካብ ድምፅ ምትሳእ ኢብን ካብ ምዉት ምትንሳእ ሰብ ብህይወት ንክርስቶስ ረኺቡ ናይ ዘለኣለም ህይወት ረኺቡ ሎጥ

እዚኤንሲ ውሕደት የድልዩ ማለት እዩ ማይ ኣብዚ ኣብ ድንኳን ምንባርሲ ይሓይሽ መሪጹ ማለት ካልእ ገዛውቲ ከስርሕ ይኽእል ኔሩ ግን እዘን ዕድመ እዚኣ ሰቲ ሓጸርቲ እየን ዋላ ሚእቲ ዋላ ክልተ ዓመት ኣብዚ ምድሪ ሃሉ ሓጺር እዩ ንዓይ ንዓትኩም ዝዳል ተዳልዩልና ዘሎ ግን ዘልኣለም ናይ ዘልኣለም ሂወት እሱ ይዓቢ ነገር ግን ካብ ኩሉ ናይ ምድራዊ ነገር ምስኻዕ ብክርስቶስ ኮንካ ህይወትካ ተቀይሩ መንፈሳዊ ህይወትካ ተቀይሩ ውሽጣዊ ነገርካ ተዓሪካ ናይ ኣምላክ ሰብ ክትከውን ካብዚ ዝዓቢ ነገር ግን የለን ስለዚ ይቅሬታ ወረ የሱስ ሰሚዓ እምበኣር ሎሚ ብርሃንና ደሚቁ ክወፅእ እግዚኣብሄር ይደሊ እንድዩ እቲ ብርሃን ክውላዕ ከሎ ኣብኡ ሽዑ ሲ ብርሃን ኣሎ ኣብ ፀልማት ሽዑ እታ ክትከውን ኢኻ ባዕ ትብል ኣብቲ ህላውነት ፀልማት ዘለዎ ቦታ ሓደ ብርሃን ናይ ናይ ክርስቶስ ዝኾነ ሰብ ኣብኡ ከሎ እዩ ዝልለ ቀጭ ቀጭ እዩ ዝብሎ ሰይጣን ልዑል ጸልማት ኣይክእልን እዩ ኣብ ጥቓኻ ክኸውን ኣይክትሰማምዑን ኢኻ ምስ ብርሃን ኢኻ ትሰማማዕ እምበር ምስ ጸልማት ኣይሰማማዕን ኢኻ ስለዚ ወረ የሱስ ሰሚዓ መፅያ ናይዛ ሰበይቲ እዚኣ ገለ ምስ ኮላ ሓንቲ ህላውነቱ ዋላ ንሱ ኢዶ ኣይተንክፈኒ ዋላ ገለ እዚ ኩሉ እንትንኡ እዚ ዋላ ጨርቁ ዋላ ገሊኡ ዋላ ገሊኡ ገለ ነገር ኣለዎ ኬድካ ንዓ ሒዝካ ምፍዋስ ጥራያ ቀርቀብ

ቀጥቀጥ ተብልና እዚ ረድዮ ንስኻትኩም ኣድኪምኩምና ያኣኺ ሓኻይም ኣድኪምኩምና እዚ ውሰድ እዚ ፈትን እዚ ከምዚ እንዳበልካ ዶክተር የሱስ ግና በቃ ቻው ሓዊኻ ይኸይሉ ማሕፀን ይገብረልካ የሱስ ክርስቶስ ጎይታ እዩ ሃሌሉያ ስለዚ ልዋታ ኣብቲ

ካልኣይ ትዛረብ እንዲኻ ኣብ ገለ ቦታ ከድካስ ትጽበዮ ኢኻ ዋእ ገለ እባ ሃበና ቃል ኣምላኽ እባ ሃበና ትብሃል ከመይ ኣባኻ ይርኢ እዩ ፍሉይ ነገር ኣሎ ናይ ክርስቶስ ነገር ማለት እዩ ስለዚ ህላውነት ኣምላኽ የድልየና እዩ ኣብ ሂወትና ስለዚ ህላውነት ኣምላኽ ኣብ ቤትና ኣብ ቤቱ የድልየና ስለዚ ህላውነት እግዚኣብሔር ኣብ ኣባይትና የድልየና ህላውነት እግዚኣብሔር ኣብዛ ከተማ የድልየና ህላውነት እግዚኣብሔር ድሕር ዳመጽ ነገራት መፍትሒ ኣሎ እግዚኣብሔር ይመስገን ኩላትና ተሲና ከነመስግና ንጎይታ